ሰላም ከመይ ትውዕሉ ክቡራት ተኸታተልቲ ንሎሚ ዕለት ዓርቢ 24 ግንቦት 2024 ሒዝናዮም ዝመፀና ዜናታት ናባኹም ነቕርበሉ ሰዓት ኣኺሉ ኣሎ ናይ ወትሮ ተኸታተልቲ ንምዃን ሰብስክራይብ ክትገብሩና ቻነልና ቤተሰብ ክትኮኑ እንዳተላበኹ ክሳብ ፍጻመ መደብና ክትከታተሉና ብኽብሪ ይዕድም። ጀርመን ሓደ ካብቶም ኣብ ሽቱትጋርት መጥቃዕቲ ዝፈጸሙ ግብረ ሸበራውያን ኣስታት ሰለስተ ዓመት ክእሰር ተፈሪዱ። ኣብ ጀርመን ከተማ ሽቱትጋርድ ዝሓለፈ ወርሒ ነሓሰ ኣብ ልዕሊ ፖሊስን ሰላማውያን ኤርትራውያንን ድሕሪ ዝፈጸምዎ መጉዳእትን ዕግርግርን ክልተ ሚእትን ኣርባዓን ሓሙሽተን ጥርጡራት ኣብ ቤት ማሓቡስ ተዳጒኖም ምህላዎም ዝፍለጥ ኮይኑ ትማሊ ዕስራን ሰለስተን ግንቦት ሓደ ወዲ ዕስራን ሸሞንተን ዓመት ግብረ ሽበራዊ ንኽልተ ዓመትን ትሽዓተ ወርሕን ክእሰር ከምእተፈረደ ጀርመን ኣፍሊጡ። በቲ ሳላሳን ትሽዓተን ኣባላት ፖሊስ ጀርመን ዘቑሰለ ፍጻመ ዛጊት ካብ ዝተፈርዱ ገበነኛታት እዚ መንእሰይ'ዚ ሳልሳይ ኮይኑ ብሕጂ ክልተ ሚእትን ኣርባዓን ኣርባዕተን ካልኦት ፍርዶም ይጽበዩ ምህላዎም ፖሊስ ኣረዲኡ'ሎ። ኣብ ክልል ኣምሓራ ዞባ ሰሜን ወሎ ከተማ ላሊበላ ኣብ መንጎ ሓይልታት ጸጥታን ዕጡቓት ፋኖን ብከቢድ ኣጽዋር ዝተሰነየ ውግእ ከም ዝተኻየደ ነበርቲ ሓቢሮም። ቢቢሲ ዘዘራረቦም ኣርባዕተ ነበርቲ እታ ከተማ ኣብቲ ብቕድሚ ትማሊ ዝተኻየደ ውግእ ዕጡቓት ፋኖ ኣብ ወሰን ከተማ ላሊበላ ንዝርከብ መዕርፎ ነፈርቲ ላሊበላ ንሰዓታት ከምዝተቖጻጸርዎ ገሊጾም። እቶም ንድሕነቶም ክብሉ ስሞም ዘይጠቐሱ ነበርቲ ናይ ከበድቲ ኣጽዋር ድምጺ ንሰዓታት ከምዝሰምዑ ክዛረቡ እንከለዉ እቲ ውግእ ብቕድሚ ትማሊ ከምዝጀመረ ኣብ ዙርያ እታ ከተማ ድምጺ ከቢድ ኣጽዋር ሰሚዕና ነይርና ካብ ንግሆ ጀሚሩ ክሳዕ ምሸት እቲ ድምጺ ይስማዕ ነይሩ ክብሉ ኣብ ከባቢ እታ ከተማ ካብ ዘለዉ ጎቦታት እዩ ዝስማዕ ክብል እታ ሃብቶም ነበርቲ ንቢቢሲ እተሓቢሩ። ብኸበድቲ ኣጽዋር ዝተሰነየ ምንባሩ ክግለጽ ከሎ ድማ ሰሚዕናዮም ዘይንፈልጥ ድምጺ ዓይነት ኣጽዋር ኢና ሰሚዕና። እቲ መዓርፎ ነፈርቲ ካብቲ ዘለኽዎ ርሕቕ ስለ ዝብል ብዙሕ ኣይፈለጥኩን፣ ግን ከኣ ጉድኣት ከም ዝበጽሖ ሰሚዕና ኢሉ። ካልእ ነባሪ ከኣ እቲ ኣብ መንጎ ሰራዊት ምክልኻል ሃገርን ዕጡቓት ፋኖን ዝተኻየደ ውግእ ካብ ላሊበላ ትሽዓተ ኪሎ ሜተር ርሒቑ ኣብ ዝርከብ መዕርፎ ነፈርቲ ከም ዝነበር ሓቢሩ። ዕጡቓት ፋኖ ንኣርባዕተ ሰዓታት ነቲ መዓርፎ ነፈርቲ ተቖጻጺሮሞ ከም ዝነበሩን ኣብ ሰዓታት ሰዓታት ምሸት ድማ ሰራዊት ምክልኻል መሊሱ ተቖጻጺርዎም። እቶም ምንጭታት ወሲኾም ብሓፈሻ ግን ኣብ ዙርያ ከተማ ላሊበላ ከበድቲ ኣጽዋር ተጻዊዶም ናብ ዝተፈላለዩ ኣንፈታት ይትኮስ ነይሩ ክብሉ ኣብታ ከተማ ከቢድ ምንዋጽ ነይሩ ኢሎም ይገልጹ። ከተማ ላሊበላ ነቲ ብሰሉስ ተኻይዱ ዝተባህለ ጎንጺ ስዒቡ ክሳብ ብቕድሚ ትማሊ ረቡዕ ኣብ ከቢድ ስግኣት ተዋሒጣ ከምዝነበረ ዝሓበሩ እቶም ነበርቲ ብሰሉስ ግን ዝተረጋገኣ ኩነታት ፀጥታ ብምህላዉ ነበርቲ ክንቀሳቐሱ ምጅማሮም ተዛሪቦም። መዕርፎ ነፈርቲ ላሊበላ እውን ትማሊ ስርሑ ከምዝጀመረ ገያሾ ከምዝመፅኡ ንቢቢሲ ገሊፆም። ዕጡቓት ፋኖ ንመዓርፎ ነፈርቲ ላሊበላ ከምዝተቖፃፀርዎ ዘርኢ ቪድዮታት ኣብ ማሕበራዊ መራኸቢታት ብስፍሓት ተዘርጊሑ ከምዘሎን መንግስቲ እቲ ክልል ይኹን መንግስቲ ፌደራል ከምኡ እውን ሓይሊ ምክልኻል እታ ሃገር ብዛዕባ እቲ ክስተት ክሳዕ ሕጂ ዝበልዎ ነገር የለን። ኣብ ሰሜን ኢትዮጵያ ክልል ትግራይ ፅሩይ ማይ ምርካብ ናይ ህይወትን ሞትን ጉዳይ ምንጭታት ገሊፆም። ኣብ 2020 እቲ ኩናት ኣብ ዝጀመረሉ እዋን ፅላት ማይ ናይቲ ዞባ ኮነ ኢልካ ዕላማ ተገይሩሉ ከም ዝተዓፀወን ብውሕዱ 50 ሚእታዊት ካብቶም 9,213 ቀረብ ነጥብታት ከም ዝዓነወን እቶም ዝተረፉ ድማ ዳርጋ ካብ ስራሕ ወፃኢ ከም ዝኾኑ ተገሊፁ። እቲ ኩናት ኣብ 2022 ካብ ዝዛዘም ንደሓር ምስ ማይ ዝተኣሳሰሩ ናውቲ ተዘሚቶምን ይስረቑ ከምዘለዉን ይፍለጥ። እቲ እንኮ ግድብ ናይቲ ዞባ ድማ ስራሕ ደው ከምዘበለን ከም ውጽኢቱ ድማ ቀረብ ጽሩይ ማይ ውሑድ ብምዃኑ ንሕማም ኮሌራን ካልኦት ጉዳያት ጥዕና ሓዊሱ ብማይ ዝመሓላለፉ ሕማማት ብምዝያዱ ሓደጋታት ይውስኽ ኣሎ ክብሉ እንከለዉ ኣብዚ ማይ ንምብጻሕ ዝግበር ጉዕዞ ነዊሕን ሓደገኛን ከምዝኸውን'ውን ኣገሊጾም። ናይ ፅዕነት መርከብ ባሲሊሲክ ብሶማላውያን ሸፋቱ ከም ተፀወየ ትግለጽ ኣሎ። ባሲሊሲክ ዝተባህለት ናይ ሃገረ ላይበርያ ዝኾነት ናይ ፅዕነት መርከብ ብሸፋቱ ባሕሪ ሶማልያ ከም እተተሓዘት ካብ ሰበስልጣን ፀጥታ ባሕሪ ዝወፁ ጸብጻባት የመልክቱ። ስርሒታት ንግዲ ባሕሪ ዓባይ ብሪጣንያ ከም ዝገልጾ መንነቱ ዘይተፈልጠ ጉጅለ ኣብታ ካብ መቓድሾ ንምብራቕ ኣብ ዝርከብ ዞባ ታሕተዋይ ሻቤል ኣብ ኣውራጃ ማርካ ሶማልያ ኣስታት ኣርባዕተ ሚእትን ስትራንማይልስ ንደቡብ ምብራቕ ኣብ እትርከብ ንግዳዊ መርከብ ከም ዝተሰቕለ ኣፍሊጡ። እቲ ጭውያ ኣብ ክልተ ንኣሽቱ ጃላቡ ተሰቒሎም ናብ ባሲሊሲክ ዝበጽሑ ውልቀሰባት ከም ዝተፈጸመን እቶም ሸፋቱ ባሕሪ ነቲ ክፍሊ ስርሒታት እታ መርከብ ምሉእ ብምሉእ ተቖጻጺሮማ ብምህላዎም ዓሰርተ ሸውዓተ ሰራሕተኛታት እታ መርከብ ኣብ ውሑስ ክፍሊ እታ ከም ዝዓጸውዎምን ኩሉ ርክባት ድማ ጠሊፎም ሒዞሞ ከም ዘለዉን ተገሊጹ። ባሲሊሲክ ዝተባህለት ናይ ጽዕነት መርከብ ካብ ሮተርዳም ሆላንድ ድሕሪ ምብጋሳ ኣብ ፖርቶ ግራንደ ኬፕ ቨርደ ደው ኢላ ናብ ወደብ ጀበል ዓሊ ናብ ዱባይ ትኸይድ ከምዝነበረትን ዝፍጸመ ሸፋቱ ባሕሪ ሶማልያ ኣብ መጋቢት ክልተ ሽሕን ዕስራን ኣርባዕተን እታ እተጨወየት መርከብ ኤምቪ ዓብደላ ናይ ምፍታሕ ሓሙሽተ ሚልዮን ዶላር ካሕሳ ድሕሪ ምቕባሎም እዩ ዝመጽእ ዘሎ። ክብሪ ወሰን ዝሓዘ ኣብ ዓለም ብዕድመ ዝነኣሰ ውሩይ ቀባኢ ህፃን ኣደቲ ኣብ ዓለም ዝነኣሰ ወዲ ተባዕታይ ቀባኢ ተባሂሉ ብወገይ ኣፍልጦ ዝተዋሃበ ጋናዊ ህፃን ብስነ ጥበባዊ ክእለት ወዳ ከም እትሕበንን ንስነ ጥበብ ዓለም ስጉሞ'ዩ ዝብል ተስፋ ከም ዘለዋን ገሊጻ። ኤስልያምና ናና ሳም ኣንከራኽ ወዲ ሓደ ዓመትን ሚእትን ሓምሳን ክልተን መዓልትን እንከሎ'ዩ ነዚ ንምእማኑ ዘጸግም ቅያ ኣመዝጊቡ። ኣየናይ ሕብሪ ምስ መን ተዋሂዱ ይኸይድ ይኽእል ብዝብል እፈልጥ'ዩ ትብል ሻንተል ኩክዋኤጋን። ንሳ ንዝሓለፈ ሸሞንተ ዓመታት ስነጥበባዊት ኰይና ትሰርሕ ከም ዘላን ኤጋን ንመጀመርያ ግዜኣ ክእለቱ ዝተረድኣት ወዲ ሽዱሽተ ወርሒ ጥራይ እንከሎ ምዃኑ ትዛረብ። ኤስልያም ብሶኒ ነዚ ኣብ ዓለም ብዕድመ ዝነኣሰ ወዲ ተባዕታይ ቀባኢ ህጻን ዝብል መወዓውዒ ካብ ጊነስ ግብረ-ወሰን ዓለም ክረክብ እንከሎ እቲ መስርሕ ሓሙሽተ ኣዋርሕ ዝወሰደ'ዩ ነይሩ። ጋን ንቢቢሲ ኣብ ዝሃበቶ ሓበሬታ ነቲ ኢመይል ምስ ከፈትክዎ ንኣምላኽ ከም ዘመስገንኩን ስልያም ነዚ ክብረ ወሰን ንምብጻሕ ኣካል ናይቲ ንህዝቢ ክፉት ዝኾነ ሞያዊ ምርኢት ክኸውንን ስርሑ ክሸይጥን ከም ዘለዎ ክብረ ወሰን ዓለም ጊንስ ገሊጹ። ወሲኹ ድማ እቲ ስራሕ ብሞያዊ ደረጃ ክስራሕ ከም ዘለዎን ብውልቁ ከም ዝተሰርሐ መርትዖታት ከም ዘቕረቡን ሓቢሩ። ስራሓት ስልያም ካብ ዝሓለፈ ታሕሳስ፣ ክሳብ መጀመርታ ወርሒ ጥሪ ኣብ ርእሰ ከተማ ኣካራ ኣብ ዝርከብ ቤት መዘክር ሳይንስን ቴክኖሎጂን ንምርኢት ቀሪቡ። ትራምፕ ድምፂ ፀለምትን ላቲኖን ንምርካብ ዝገብሮ ዘሎ ፃዕሪ ይቕፅሎ ኣሎ። ዶናልድ ትራምፕ ቅድሚ እቲ ኣብ ወርሒ ሕዳር ዝካየድ ፕረዚደንታዊ ምርጫ ካብ ፀለምትን ላቲኖን መረስቲ ድምፂ ንምርካብ ንክሕወ ፃዕሪ ይገብር ከም ዘሎ ትራምፕ ትማሊ ኣብ ኒውዮርክ ከባቢ ሳውዝ ብሮንክስ ጎስጓስ ከም ዘካየደን ምስ ጸሊም ኣባል ኮንግረስ ሪፓብሊካን ፍሎሪዳ ባይሮን ዶናልድስ ኣብ ሓደ መድረኽ ኮይኖም ጎስጓስ ከም ዘካየዱን ተፈሊጡ'ሎ። እቲ ሕጹይ ፕረዚደንት ሪፓብሊካን ደገፍ ውሑዳት ብሄራዊ መረጽቲ ንምርካብ ኣብ ዝፍትነሉ ዘሎ እዋን፣ ትራምፕ ድሕሪ ኣስታት ሸሞንተ ዓመታት'ዩ ኣብ ኒውዮርክ ናይ መጀመርታ ጎስጓስ ዘካይድ ዘሎ። ኒውዮርክ ታይምስ ዘካየድዎ ዳህሳስ ከም ዝሕብሮ ሕጹይ ዴሞክራት ባይደን ኣብ ወሰንቲ ግዝኣታት ካብ ወሰንቲ ጉጅለታት ደገፍ ይስእን ከም ዘሎ የመልክቱ። ትራምፕ ብዛዕባ ኣብታ ከተማ መብዛሕትኡ መብዛሕትኡ ዕድሉን ዝናኡን ዝሃነጸላ ቦታ ኒውዮርክ ብዛዕባ ዘዕረፎ ኣሰር ነዊሕ ከም ዝተዛረበን ንመላእ ዓለም ኣነቓቒሕና ኢና ክብል ኣብቲ መጀመርታ ናይቲ ኣስታት ትስዓ ደቓይቕ ዝወሰደ መደርኡ እኳ እንተገለጸ ሕጂ ግን እታ ከተማ ናብ ውድቀት ክትንቆት ይርኢ ኣለኹ ኢሉ። ናይዚ ምኽንያት ድማ ኣብታ ከተማ ሰፊሕ ገበንን ዝፈርስ ትሕተ ቅርጽን ከም ዘሎ ክዛረብ እንከሎ ነዚ ባይደንን ብብዝሒ ዶብ ኣሜሪካ ሜክሲኮን ዝሰግሩ ስደተኛታት ኣብ ውሑዳት ክባቢታት ቁጠባዊ ጽልዋ ከም ዘሕደሩ ወቒሱ። ቢቢሲ ዘዘራረቦም ወሃብቲ ርእይቶ ድማ ትራምፕ ደፊሩ ልሙድ ናብ ዘይኮነ ከባቢ ምምጽኡ ከም ዝንእድዎ ክገልጹ እንከለዉ፣ ንሱ ናብ ብሮንክስ ምምጽኡ ልክዕ ተባዕ ስጉምቲ እዩ፣ ነዚ ክብሪ ኣለኒ ዝበለ ጀፍሪ ዳቪስ፣ ንትራምፕ ዝድግፈሉ ምኽንያት ፕረዚደንት ኣብ ዝነበረሉ እዋን ውግእ ኣይነበረን፣ ኲናት ዩክሬን ሩስያ ኣይነበረን፣ ኲናት እስራኤል ቃዛ ኣይነበረን ኢሉ። ዝኸበርኩም ተኸታተልቲ ንሎሚ ዓርቢ ዝበልናዮም ትሕዝቶ ዜና ናብዚ ፈጺምና ኣለና። ኣብ ኣጋ ምሸት ናይ ሎሚ ሪፖርታጅ ብምኽንያት ሰላሳን ሰለስተን ዓመት ጽንብል መዓልቲ ናጽነት ኤርትራ ሒዝናልኩም ክሳዕ ንመጽም ሰላም።